ኣሰላሙ ዓለይኩም ወረሕመቱላህ ወበረካቱ ከመይ ቀኒኹም ከመይ ሰንቢትኩም ተኸታተልቲ ቻነል ናይዚ ሰላም ወይ ድማ እስላም ብቋንቋ ትግርኛ እንሻላ ኣብዘ ዘለኹም ዓለም ብኼርን ብሳሓ ወልዓፍያ ንኽትህሉ ኣልሓምዱልላህ ንረበልዓለሚን ንብሎ ማለት እዩ ንቶም ብህይወት ዘለና ረቢ ረሓመልና ንቶም ዝሞቱ እውን ረቢ ረሓመሎም ንብል ማለት እዩ ብምቕጻል ሎማኣንቲ ደበኺልናኩም ዘለና ማለት እዩ ድሕሪ ነዊሕ ግዜ ምቁራጽ ማለት እዩ ብምቅርራብ ሻህር ልኸር ሻህር ሮሞዳን ማለት እዩ ንኣኹም ኣድላይ እዮም ዝበልናዮም ባእታታት ወይ ድማ ምኽርታት ንምድጋስ እንድዩ ኢንሻላህ ካብዚ ቪድዮ እዚ ብዙሕ ምኽርታት ንኽትረኽቡ ኢንሻላህ ኣብ መጀመርያ ንዛረበሉ ማለት እዩ ኣስላማይ ብሻህሪ ሮሞዳን ወርሒ ሮሞዳን ንመንፈሳዊን ግብራውን ልባውን ንምድላው ይቕበል ማለት እዩ እዚ ድማ በዚ ዝስዕብ ስጉምትታት ከነጠቓልል ይከኣል ማለት እዩ። ቀዳማይ ሓጎስን ስምዒትን ጸጋን ማለት እዩ። ንምሳእ ሻህር ረመዳን ምሕጓስ ንስሓ ናብ ረበል ዓለሚን ምቕራብን ዕድል ስለ ዝኾነ ከምቲ ነቢና ሰለላሁ ዐለይሂ ወሰለም ዝበሎ ብምምጻእ ረመዳን ዝሕጎሱ ረቢ ስግኦም ብሓዊ ከይቃጸል ኣብ ናር ጀሃንም ከይኣትዉ ይከላኸለሎም። እዚ ማለት ድኹም ሓዲስ ትርጉም እዩ ማለት እዩ። ካልኣይ ንስሓ ወይ ድማ ተሃድሶን ማለት እዩ። ካልኣይ ልቦናዊ ንስሓ ሓጢኣት ምሕረት ምሕራትካ ምስ ሰባት ዘሎ ርክብ ምጽጋንካ ቅሬታ ምእራም ዝበደሉ ጥረ ብምባል ማለት እዩ። ሳልሳይ ኣብ ሳይንሳዊ ድሉውነት ማለት እዩ ብዛዕባ ጾም ዝምልከት ውሳኔታት እንታይ የፍርሶ እንታይ ይመኽሮ ንዕኡ ምኽሓስ ዝምልከት ውሳኔታት ከምኡውን ካሕዳ ምፍላጥ ማለት እዩ። ብፍላጥ ጽቡቕ ባህርያት ሮሞዳን ስንቂ ታሪኻዊ ዘካት ሰላተሌት ሰላተል ለይለተል ቀድር ከምኡውን ዝኣመሰሉ ረቢ የዋጅሀና ማለት እዩ ራብኣይ ግብራዊ ድልውነት ማለት እዩ ኣምልኾ ቁርኣን ምንባብ መደብ ኣውፅእ ከም ግዜ ወይ ልዕሊኡ ምዝውታር ማለት እዩ ብብዝሒ ቁርኣን ምቕላዕ ማለት እዩ ንጹህኒ ሰላት ለይል፣ ሰላት ታር ተራዊህ፣ ከምኡውን ብፍቓድካ ዝ ዝግበር ማለት እዩ ናይ ውልቅኻ ሰላትን ዱዓን ምብዛሕ ምጥቃም ማለት እዩ። ዘካት ድማ ምሃብ ብዙፍጽ ምጽዋት ምሃብ ዘካት ፈጥር ዝተጸገመ ምምጋብ ዝኣመሰሉ ማለት እዩ። መዓልታዊ መደብ ስራሕ ሊዚ ኣብ መንጎ ኣምልኾ ስራሕን ዕረፍትን ግዜ ምምዳብ ማለት እዩ። ኣብ ዘይጠቅም ነገራት ከም ዘይጠቅም ድቃስ ድማ ወይ ድማ ካብ መጠን ንላዕሊ ማሕበራዊ መራኸቢታት፣ Social Media፣ ግዜ ካብ ምብኻን ምቑጣብ ማለት እዩ። ሓምሻይ ኣካላዊ ድልውነት፣ ቅድሚ ሮሞዳን ቀስ ብቐስ ካብ መግቢ ምንካይ፣ ኣካላትካ ንጾም ምልምማድ። ድኻም ንኸይህሉ ኣብ ቁርስን ስሑርን ምዕሩይነት ምግባር ማለት እዩ። ድኻም ንምክልኻል ድማ እኹል ድቃስ ምሕላው ማለት እዩ። ሻድሻይ ጽቡቕ ዕላማታት ማለት እዩ ረቢ ልዓለምን ጥራይ ናይ ጾም ምምላኽ ሓሳብ ምሕዳስ ማለት እዩ ፍርሓት ረቢ ልዓለሚን ንምዕዋት ዝግበር ዕላማታት ከምቲ ልዑል ረብልዓለሚን ዝብሎ ኣንቱም ኣሚንኩም ጾም ከምቲ ኣብ ልዕሊ እቶም ቅድሜኹም ዝተኣዘዘ ጻድቓን ክትኮኑ ዝብል ማለት እዩ ኣብ ሱረተል ኣልበቐራ ምዕራፍ 183 ማለት እዩ ሻውኣይ ማሕበራዊ ድልውነት ማለት እዩ ስድራ ቤትን ፈተውትን ወርሒ ክሕዝዎ ምትብባዕ ማለት እዩ ምስ ምጉስጓስ ናይ ናይ ምግባረ ሰናይ ወይ ድማ ምድላው ከም ኢፍጣር ምሶም ማለት እዩ ቁርኣን ምቕዳል ከምኡ እውን ኣስተምህሮ መሃብ ማለት እዩ ወይ ድማ ሓዲስ መሃብ ማለት እዩ ስድራ ቤታዊ ርክብ ምህላው ዝተጸገሙ ምሕጋስ ድማ እዚ ዝያዳ ላዛ ክህቦ ኽእል ነቲ ረሞዳንካ ማለት እዩ ካብ ትኹረት ዝስራሓ ዝሰርቕ ነገራት ምውጋድ ማለት እዩ። ካብ ኣምልኾ ዘዘናግዕ መዘናግዒ ምጥቃም ምንካይ፣ ካብ ድሕሪት ምዝራብ ሕሜታ ክትቕን ምውጋድ ዝኣመሰሉ ማለት እዩ። መበል ታሽዓይ ኣብ መንፈሳዊ ዕላማ ምትኳር፣ ሞራላዊ ምሕያሽ ከም ትዕግስቲ፣ ትኽትና፣ ልግሲ ምግባር ማለት እዩ ንርእስኻ እዛብ ንረብልዓለሚን ከም ዝረኣኻዮ ጌርካ ምምላኽ ማለት እዩ ምምልማል ማለት እዩ ዓስራይ ድማ ምድላው ንለይት ሌተል ቀድሪ ማለት እዩ እታ ኣብ መጨረሻ ወርሒ ሮመዳን ወይ ኣብ 15 ካብኡ ላዕሊ ትመፅእ ማለት ፅቡቕ ባህርያት ምፍላጥ ናይ ኣዋጅ ለይቲ ካብ ሽሑር ወርኺ ካብ ሽሕ ወርሒ ይበልፅ ማለት እዩ እተን ናይ መወዳእታ ዓሰርተ ኣዋኽር ማለት እዩ መዓልታት ድማ ብኣምልኾ ትጉህነት ብምውፋይ ማለት እዩ ኣብ መደምደምታ ሮሞዳን ልብን ኣካይዳን ዳግማይ ንሃንፅ ንመንፈሳዊ ቤት ቤት ትምህርቲ ኣብ ትግሃት ዝተቐበሎ ይቕሬታ ተባሂሉ ብእምነት ተሓዲሱ ክወጽእ እዩ። ረሱል ሰለላሁ ዐለይሂ ወሰለም ከም ዝበሎ ማለት እዩ ረብል ዓለሚን ማለት እዩ ካብ እምነት ዓስቢ ምድላይ ሮሞዳን ዝጾመን ቅድሚ ሕጂ ዝገበሮ ሓጢኣትን ይኽደበሉ ንዝብል ደሳማምቕ ነጥቢ ኣሎ ማለት እዩ። ስለዚ ከምዚ ይመስል ብዛዕባ ሮሞዳን ዘለና ንእሽተይ ሓበሬታ ማለት እዩ የቐንየልና ደሓን ህደሩ ሰላም ዓለይኩም ወራህመቱላሂ